ሕራይ እምበኣር ክቡራት ተዓዘብተይ ኣጋጣሚ ብቐዳማይ ቁሩብ ምናልባት ታዕላል ኣቋሪፀያ ምቁራፀይ ምክንያት ኣጋጣሚ ናይ ጥዕና ጉዳይ ቁሩብ ሽኮር ስለ ዝደየበት ሽዑ ተቋሪፁ ነይሩ ሕጂ ከዓ እተን ድተረፋ ገዛውትና ክብጻሓ ስለ ዘለወን ኣብኡ ከኣ መትዓቢቲ ገለ ስለ ዘለዉ ንበዚ ጀርመን ከባቢ እሶም ከኣ ገለ ቂር ከይብሎም መታን ብኡ ገይረ ከበግሰኩም እየ ንኸይድ ኣለና በዚ እንዳንበጣ እዩ እዚ እንዳንበጣ መንገዲ መቸም ዳምበጣ እንድሕር ኢልካ ኩሉ ሻዕ ኣብ ኣእምሮኻ ትመጽእ እርጎ እያ እርጎይ ማለት ከኣ ካብተን ኣስሊ ደቂ ኣስመራ ማለት እያ ኣነ እኮ ሓትነይ ኢለ ዝጽዋዕ ነይረ ምክንያቱ ንሕና ቆልዑ ስለ ዝነበርና ካብኡ ዘይርስዖ እንታይ እዩ ኣብዚ ነይሮምና መዓት ሓናፍጽ ነይሮም

Thank you ካሜራ እዚኣ ድሬኤካ ደለኹ ገዛ የዕሩኽተይ መተዓቢተይ ድተወልዱላ ድዓበዩላ ኣቦይ ሃብቶም ቅጭን ጽቡቕ ገይሮም ደዕበዩላ ገዛ እያ እዚኣ በዓል ሞኪ ሓወይ ሚናስ ብሂወት የለን ጸሃየ ሰሎሙን ሳባ ኮታ ኩሎም ደሓር ከኣ ገለ ማሕበር ስለ ዝነበረት ናብቲ ናይ እንዳ ገርጊሽ ቤተክርስትያን ናብቲ ናይ እንዳ ገርጊሽ ቤተክርስትያን ክወስደኩም እንደ ምክንያቱ ቅዱስ ገርጊስ ማለት ንዓይ ዘዕበየኒ መልኣኽ እንድዩ ዘዕበየኒ ጻድቕ ሕጂ ናብኡ ከኣ ክወስደኩም እየ ንእግረ መንገደይ ግን እዛ እንዳ ኣቦይ ሃብቶም ክጎስያ ስለ ዘይደለኹ እየ በዚ ኣጋጣሚ ጻይ ሓወይ ሰላም ንዓኻ እዚኣ ቀደም ጋራጅ እያ ነይራ እቲ ዋና ኣርማንዶ ዋላ መን እዩ ኣነ ኣይዝክሮን እየ ጋራጅ እያ ነይራ ስጋብ ዝቑርብ ግዜ ሕጂ እኳ እንታይ ኣላ ኣይፈልጥን እየ ከምኡ ካብዚ ስግር ኢልካ ኣብዚኣ እንዳንበጣ ንብላ ቀንዲ መታዓቢትና ኣለዎ እብዚኣ ኣታ ዝሓንፈፅ ባዕልኹም ቀፅልዎ ሽሙ ጠፊእኒ ኣሕ ዋይ እዛ ርእሲ እዚኣ እንታይ ኢለ ገብረ ኣነስ እዚ ኩሉ ዝትርእይዎ ኣለኹም ሓቀይ ኦኬ ሕጂ ናብታ ቀንዲ ኣቦ ኤልያስ ንመፅእ ኣለና እታ እንዳፋጉሮ ኣቦ ኤልያስ ንድሕሪ ዘኪርካ መቸም ብፍላይ እቶም ካባይ ተዓብዩ ነቶም ኩሎም ዓበይቲ ደቆም ትዝክርዎም ኢኹም ኣነ ንሙልጌታ እየ ዝፈልጥ ኣብዚኣ ገዛውቲ እዚኣ ድነበሩ መንእሰያት በዓል ብስራት ሓወይ ንኣሽቱ በዓል ካፔሊ ሕሩይ ብዓብዪ ከዓ ተዓንተ ወይ ዝበልኩኹም ከዓ እርጉይ ሓፍተይ እርጉጅ ሽኮር ሓደ መዓልቲ ስመራ ትመፅእ ትኾኑ መቸም ሚስ ማች በዚ ኣጋጣሚ ብጣዕሚ እየ ድናፍቐኪ እርጉይ ሓፍተይ ዕድመን ጥዕናን ከኣ እምነየልኪ። ኣብዚ ካልኦት መን ነይሮም መሲልካ ሻሸይ ንብላ ሰበይቲ ነይራ በዓል ፓቸ በረኸት ፓቸ ፍጹም ፓቸ መታዓቢተይ ሕጂ ጀርመን ኣለዉ ፓቺኖ እኳ ቁርብ ምራሕ የብለና እዩ ዋላ በቲ ናይ ንእስነት ኣካይዳ እውን መርሓና ምስ በዓል ሞኪ ዓርከይ ገለ እዩ ዝኸይድ በረኸት ግን ንዓይ መሰታ እዩ ሓወይ ሕጂ በይ ዓዲ ኣሎ ኣይፈልጥን ግን ጀርመን ከም ዝነበረ ይፈልጥ ኣጋጣሚ ከማን ኣብ መርዕኡ ከማን ዓርኪ ርእሱ ኣነ እየ ነይረ እዚ እንዳንበጣ እዩ ቀንዲ ክርስዕ ደይደላ ኣብዚ ድፈትዎ መንእሰይ ኣካድንኡ ክሰርቆ ዝሓስብ ነበርኩ ክብሮም ራንጅት ዝበሃል ነይሩ ሕጂ ኣሜሪካ ኣሎ በዚ ኣጋጣሚ ክብሮም ሓወይ ሰላም እብለካ ኣይ ሚስ ዩ ማች ብጣዕሚ እየ ድናፍቀካ ካብቶም ዘድንቀካ ደቂ ኣስመራ ኢካ ጽብቅቲ ስኒ ምስ ስንካ ክትህሉ ተስፋ እገብር። ሕጂ ዝሪኤኩም ዘለኹ መን ኣለዎ ዋንኡ ድዩ ዋንኡ ድዩ ተመሊሱ እንታይ እዩ ኮይኑ ድፈልጦ ነገር የብለይን ኣነ ነቲ ናይ ቀደም እየ ድዛረብ ዘለኹ ያ ኣብዚ መዓት ስድራ ቤት እዩ ነይሩ መዓት ስድራ ቤት ፓቺኖ ሓወይ ኣብዚኣ እዩ ነይሩ እንዳ ፓቸ ማለት ኣብዚኣ እዩ ፓቺኖ ሽኮር መቸም ምስ ረኣኻዮ ትስሕቕ ትኸውን እንዳንበጣ በፂሕና ኣለና እዚኣ እንዳንበጣ እያ እንዳንበጣ ተልካ ኩሉ ሻዕ ድሕሪ ሳን ፍራንሲስኮ ማለት እዩ እና እግረ መገደይ እንዳኸድኩ ብቐዳማይ ሃብተ ስላሴ ዝበልክዎ ናይ ቺፖሊኒ ተፃዋታይ ኮይኑ ድሓር ምሳና ፃወት ነይሩ ሰላማዊ ሰናይ ዝበልክዎ ተስፋ ስላሴ ተባሂላ ክትእረመለይ ምክንያቱ እዚ ከማን ስጋብ ሕጂ ሒዘ የፀኒሐ ተንኪዩ ኣብ ዘለኸ ዕድመን ጥዕና ንሃብካ እምበር በዚ ኖርወይ ከም ዘለኳ ሰሚዐ ኣለኹ ተስፊ ዓወይ

ኣይተ ጻባ ጸብኩን ካሜራ ገምጢልካ እባ ሓዘለይ ነዛ ፊተይ ደላ ካንሸሎ ሓዘለይ ነዛ ፊተይ ደላ ካንሸሎ እዚኣ እዚኣ ከም እንዳቦይ ረድኢ ኢና ንብላ ብመሰረቱ እንዳቦይ ኣፈወርቂ ግን ቀደም እንዳረድኢ ኢና ንብላ መብራተይ ኣብዚ የዕብያትና እያ ኣብዚ ደይ ዓበየ የለን ካብኣ ንላዕሊ ኸ ቅዱሳን ሓፍተይ ነይራ ዘርሰናይ ነይሩ ከመይ እሞ ኣብዚ ዝሓለፈ ፍቕሪ ክገልጸልካ ኣይክእልን እየ ኣብዚ ኣብ ሓንቲ ድስቲሲ መብራተይ ከመይ ገይራ እየ ፈትፊታ ተብላዕና ነይራ ክነግረካ ኣይክእልን እየ ኩላትና ክኣኽለና ነይሩ እዚኣ ካብቲ ኣብ ንእስነተይ ካኣ ደይትርሳዕ ገዛ እያ እዛ በጺሕናያ ዘለና እንዳ ቴድሮስ ዓርከይ እያ እንዳ ኣቦይ ኣፈወርቂ ቴድሮስ ኣፈወርቂ ሕጂ ብሂወት የለን ካብቲ ኣብ ውሽጠይ ክሳብ ሕጂ ሓዘኑ ክወጻለይ ዘይክእል ካብቶም ጥዑማት ደቂ ገጀረት ንዝጠመየ ዝሕግዝ ዝነበረ በቃ ቴዲ ቶርኒ ኢና ላ ንጽውዕ ነርና ወዲ ኣፌ እንዳ ኣቦይ ኣፈወርቂ ፍሉጣት እዮም ጥዑማት ገበርቲ ሰናይ እዮም እዚኣ እንደ ሃገረይ እያ ሃገር ቅጭን ካብተን ቅጭናት ኣንስቲ ናይ ገዛውትና ነበረት ሰበይቲ እያ ሃገር ኣቢ ሃለቃ ብዙሕ ኣይዝክሮን እየ ብቐዳማይ እኳ ወዶም ምሳና ኣጋጣሚ ተራኺብና ኣብ እንዳ ዓሎምፀ ተመሲሕና ነርና ሕጂ ክቡራት ተዓዘብቲ ቆሮብ መገዲ ክወስደኩም እየ እዚ ዝወስደኩም ዘለኹ መንገዲ ከኣ ብቀዳማይ ክምላእ ዝነበሮ እሞ ኣብ መንጎ ግን ከም ዝድበልኩኹም ሽኮር ቁሩብ ብርትዕ ስለ ድበለትኒ እዚ ወዲ ዑቕቢት ደኣ እንታይ ሰልዲ ፈቒዱ እዩ ሽኮር ኣምጽእ ከይትብሉ ብምንታይ ከም ድምጻኹዋ እታ ሽኮር ኣይፈልጥን እየ ብኸማይ ተቋሪጻ ነይራ ሕጂ ግን ናይ ግድን ፓርቲቱ ክንገብረላ ስለ ዘለና መቐጸልታ እያ እዚኣ እዚኣ እንዳ ኣደይ ሰበን እያ ትበሃል ኣነ ብልምዲ ኣሞይ እየ ድብላ ግን ሰይቶ እኮ እያ ኣደ ኣስመላሸይ ስለ ዝኾነት ኣስመላሸይ እኮይ ንዓይ ክብሮም ሓወይ ሕጂ ጀርመን ኣሎ እዚኣ እንዳ ድኳን እያ ነይራ ቀደም ስቲል እንዳ ድኳን ኣላ ንኽብሮም ተባሂላ ዝተኸፍተት እንዳ ድኳን እያ ነይራ እዚኣ ኣብዚ ዓቢና ኢና ስብነይ ዕብያትና እያ ኣብዚ እቲ እንዳ ቡልጓርያ ዝበልክዎ ከኣ እዚ እዩ ነይሩ። ኣብዚ መዓት ኣምሓራ እዮም ነይሮም። ተሰማሚዕና ኣይንፈልጥን ኢና። እቶም ዘይንሰማማዕ መንእሰያት ከኣ በዛ ውሽጢ እዚኣ እያ ነይራ መውዓሊትና። ካብቶም ጀጋኑ ኢለ ዝፅውዖ ሓደ እዚ ሕጂ ትርእይዎ ዘለኹም ከባቢ እንዳ ሮቤል ሰሎሙን እዩ ሮቤል ሰሎሙን ካብቶም ኣዝዮም ሓያላት ሙዚቀኛታት ዝነበረ ናይ ኤርትራ ሮቦ ሓወይ ኩሉ ሻዕ መታን ኣብ ልበይ ከም ዘለኻ ክዝክረካ እየ ኣብታ ዳስ ተኺለ ዳሓዘንኩልካ ኣብታ ቦታ ኮይነ ስምካ ድፅውዖ ዘለኹ ወዲ ሰሌ ሓወይ ንዓኻ ክፅውዕ ከለኹ ድስምዓኒ ክብሪ ማእለያ የብሉን ምክንያቱ ከምቲ ኣቐዲመ ዝበልክዎ ገጅረት ድየፍሮ እቲ ነገር የለን ዝበልክዎ ሙዚቀኛታት ከማን ነይሮምና ሓዊ ሓዊ ዝጨንዉ ሙዚቀኛታት ከም በዓል ሮቤል ሰሎሙን ሮቤል ሰሎሙን ኣብዚ እዩ ተወሊዱ ዓብዩ ሮቢተይ ሽኮር እዩ ኣብዚ ሪጋ እዚ እንዳኹስተ ኩስተ ኢለብ እኳ ብተደይ ፈለኽዎ በዓል ነማርያም ነይሮም ጀጋኑ ሕጂ እኳ ፖሊሲ ኤርትራ ኣሎ መዓት እዮም ነይሮም ኣብዚ ሕጂ ምስቲ ዕድመ ድዩ ምዝካር ኣብይኒ ዋላ እንታይ እዩ ክዝክሮ ይክእል እኔ እምበር ኣብ ዝነበረ መንእሰይ ማእለያይ የብሉን ነይረን ኣሕዋት ጽቡቃት ንፈትወን ሕጂ ሽመን እንድዒ ምሻሎ ከምዚ ምምጻእ ኣብነ ረቡ ሓወይ ግን በዚ ኣጋጣሚ እዚ ዋላ ሙት ደኣ እምበር ንዘለኣለም ኩሉ ሻዕ ኣብ ልብና ሰፋሪ ኢኻ ዝሓልከይ ደስሕቐን ዘሎ ኣብዚ ብዙሕ ነገር ስለ ዝነበረ ናይ ንእስነት እዩ ሓደ ሕጂ ብሂወት ደየለ እዮባ ድበሃል ነይሩ ንብሉር ሓዊ እዩ ኣብ ሜዳ ተሰዊኡ ማለት እዩ እዚኣ ኸኣ እንዳቲ ጅግና ኢለ ድጽውዖ ካብ ዝወትሩ ካብ ልበይ ዘይፈልዩ ዓርከይ ሙሴ ጸሃየ እንዳ ሙሴ ጸሃየ ሒዘኩም መጽ እንዳ ሙሴ ጸሃየ ቴልካ እንዳ ፍትዊ ኢኻ ትብል እንዳ ፍትዊ ማለት ከኣ ኣቦ በዓል ባዲስ በዓል ቤት ኣነሰፋሸይ ማለት እዩ ኣብዚ እዩ ነይሩ እዚ ገጅረት ዳዕበናሉ እዩ ናብዚኣ ገምጢልካ ሓዘለይ ሕጂ ኣነ ብዋንነት ኣይፈልጦን እየ ግን እዚ ቀደም እንዳ ደይ መድሂን እንዳ ስዋ እዩ ነይሩ ኣብዚ ጽራይ ስዋ ዝሰትዩ ዞም ዓበይቲ እዚኣ እንዳ ፍትው እያ ነይራ። ፍትው ማለት ኣሰፋሽ እያ። ባዲስ ዝወለደት ኮሸ ዝወለደት ኮታ ኩሎም ዞም ደቃ ዝወለደት እዚኣ ከዓ እንዳ ሳሙኤል ዶ መዓልክ እያ እንዳ ኣቦይ ገረዝግሄር ፎቶ ቫልተር ማለት እዩ። እሳ መዓልከይ ማለት ከምዚ ኣብ መትንታተይ ስገልሱ ኢሉ ዝዛወር ከም ደም ማለት እዩ። ሰማሓወይ ክፋእና ኣይኮንኩን ዝዛረብ ነበርኩ ሕሉፍ ሂወትና እዩ። ነዚ ሕሉፍ ህይወት ዝክዛረበሉ ግድን ስለ ዝኾነ እዩ ዝዛረብ ዘሎ ክሳብ መዓዊ ጉድና ንምውፃእ ኣይኮነን ግን በቃ ጥዑም ህይወት ነይሩ ናይ ዕድሜና ንእሽተይ ናእሽቱ ስለ ዝነበርና ከዓ ኪፍ ዘለዎ ዕድሜ በርከት ዝጠዓመ ህይወት እዩ ኣነ ምስ ሳሙኤል ገረዝጊ ሕሊፈ እዚኣ እንዳ ኣቢ ሃብቶም እያ ኣቢ ሃብቶም ማለት እ፣ ምናልባት ክቡራት ተዓዘብትና ገለ ትርስዕዎ ነገር ክህሉ ቀደም ባነ ክትበልዕ ብግዜ ደርጊ ዘሕለፍናዮ ስቅያት ትፈልጦ ኢኹም ኣብ ቀበሌ ኢኻ ሪጋ ትገብር ኣምሳለ ገነት እናተባህለ ከሎ ማለት እዩ ቁፅሪ ነይራትና ኣነ እኳ እታ ቁፅሪ ይዝክራኒ እቲ ምድረ ሓሜዳዊ እቲ ቁፅሪ ግን ብብጫ ፀሓፍ ከም ዝነበረ ገለ ዝዝከረኒ ምክንያቱ ሓሙሽተ ባኒ ድን ዓሰርተ ባኒ ቡና ነይሮም ካብ ሪጋ እንድሕር ወፂኻ ኣቦይ ሃብቶም ዝገብሩኻ ክነግረካ ይከልኒ ኣቦይ ሃብቶም በቃ የዕብዮምና እዮም ከም ኣቦ ንመዘኻኸሪ ኮኑና ኢለ የምፅአዮ

ኣብዚ ኣብ ቀዳማይ ክንበጽሕ ከለና ሲ እንዳ ኣቦያ ጋህደ በዓል ዳና ዓርከይ ዳና ዓርከይ እዩ ማይ ኦልድ ፍሬንድ በቃ ዳነ ናይ ንጎ ዓርከይ ዳነ ሆላንድ ኣሎ ሕጂ ካብኣ ቀጽላ ቢልና እዚኣ እንዳ ተኽለ ዘይቲ እያ እንዳ ድኳን እያ ተዓጽያ ኣላ ካብኣ ቅፅል ኣቢልና ሕጂ ብቐዳማይ ንጥር ዝበልናዮ እኒን ገዛውትና እዚ እንዳ ተኽለ ዘይቲ እዩ እዚኣ እኳ ይፈልጣኒ እንዳ ኣቦይ ዶልሺ እዚኣ እንዳ ኣቦይ ዶልሺ ኣይ ቲንክ እዋ እንዳ ኣቦይ ዶልሺ እያ እዚኣ እ፣ እዚኣ ከዓ እንዳ በራኺ ሽኮር ኣቦይ በራኺ ንኩላትና የዕብየና ኣቦ በዓል ኣበባ ገነት ሓፍተይ ኢሳቆ ሓወይ ገሬ ብዓብዩ ኮታ ኩሎም ኣብ ዝነበረ ምሕዝነት ከምዚ ሕጂ ሕሉፍ ኮይኑ ክትዛረበሉ ጥዑም እዩ ኣቦይ በራኺ ማለት ኣቦ ኩላትና እዩ ጥዑም ሰብኣይ ዘናል ፅሩይ ደቂ በራኺ በዚ ኣጋጣሚ ሰላም ንዓኹም እዚኣ እንዳ ዶክተር እያ ዶክተር መን ከም ድበሃል እኳ ኣይፈልጥን እየ ግን እንዳ ዶክተር ኢና ንብላ ካብዚኣ ቀፅል ኣቢለ ኣብሳት እንዳ የማነ ዓይነት ምዃና እንዳ የማነ ሕጂ ብንፅር ኣይፈልጣን ምክንያቱ እቲ ገዛ ፀባቢቕ ነዲ ነዊሕ ገይረ ካብ ደይመፆ ነዊሕ ነሎ እንዳ ኣቦይ ገብረዝጊ ድዮም እንዳ ኣቦይ ገለ በዚ ነይሮም ሰብኣይ እዚኣ ካ ቀንዲ ካብተን ዘይርሳዓ ገዛ እያ መተዓቢተይን ኣነ ዝዝክሮም እሶም ዝክሩን ኣይዝክሩን እዩ ብዙሕ ኣይፈልጥን እዩ ግን እዚኣ እንዳ ኪዳነ እዩ ነይራ ደቂ ፋርማቻ ሰላም ማለት እዩ በዚ ኣጋጣሚ ድፈትዎ ዓርኪ ዳኒ የማን ኩሎም ኣብ ስደት ኣለዉ ኣብዚኣ ነይሮም ካብታ ባስኬት ተባሂልና ብቀዳማይ ዝዘከርናዮ መፃወቲ ስኢን ነግረ ድበልክዎም ከዓ ብርሃነ ሓውን ወዲ ሕምቤ ሓዉ ኣረጋይ፣ በዓል ኤርምያስ ወዲ ፈርማጆ፣ ገለመለ መጻውቶም ከም ዝነበሩ ከኣ ገለ ንእሽተይ ካብቲ ናትኩም ርእይቶን ካብቲ ገለ ምዝካርን ዘምጻኹዎ እየ። ብርሃነ ሓወይ እውን ኣብዚኣ እየ ነይሩ። ካብኣ ከኣ ቀጽሊ። ካብ ዝቕጽል ተቢሉ ከኣ ኣብዚ እሞ ከኣ እቲ ደፍቁሮ ሓወይ እቲ ደፍቁሮ በቃ ሕጂ ኣሜሪካ ዘሎ ያሱ ኣላሹ ኢና ንብሎ ንሕና ኣስሜ ሓዉ እዚኦም ኣስሊ መታዓቢተይ ዋላ ከይዶም ደይረስዑኒ ማለት እዩ ብፍላይ ያሱ ያሱ ሓወይ ለባም ክገልጸካ ይክእልኒ ያሱ ሓወይ ንእግረ መንገደይ ግን ክትንክፋ ስለ ዘለኒ ተንኪፈያ ገዛኹም እስኻ ከዓ ከይትናፍቓ መታን ትሪያ ሕራይ ያሱ ሓወይ ኣብ ዘለኸ ዕድመን ጥዕና ንሃብካ እዛ ትረኣየካ ማዕፆ እንዳ ኣቦይ ግርማይ ኣለዎ እያ መብራህቲ የዕብያትና ንዓይ ኣነ ዓርኪ ፀሃየ ስለ ዝነበርኩ መብራቲ ሕጂ ብህይወት የላን። ጸሃይ ዓርከይ ምስ ሞተሲ በቃ ከምዚ እሱ ኮይነ ስለ ድስምዓ ንዓይ ተባሂሉስ ንፋዱስ ንምሳሕን ምሸት ድስራሕለይ ምሳሕ ነይሩ። ንዓ ጸሃየ ወደይ ኢለ እያ ከዓ ትቕርበለይ ነይራ። በዚ ኣጋጣሚ ስቕ ኢለ ጎስየያ ክሓልፍ ስለ ዘይደሊ ካብቲ ናይ ሽዑ ኣሕዋተይ ደቂ ግርማይ ፍጹም ብርሃን ሓወይ ኣዲስ ኣበባ ዲኻ ዘለኻ በይ ኣለኻ ይፈለጥኒ ኣፎም ኣፎም እኳ ሓደ ግዜ ብፌስቡክ ተራኺብና ነርና መስለኒ ሰላምን ጥዕናን ንዓኻ በላይነሽ ሓፍቲ ኣበይ ከም ዘለኻ ይፈለጥኒ ሰላምን ጥዕናን ንዓኺ ሓደ መዓልቲ ንተኣኻኸበሉ ህሉ ኸውን ከም ቀደምና ከምቲ መብራህቲ ተቐርበልና ነበረት መኣዲ ከምኡ ተቐሪብና ብሓንሳብ ክንምሳሕ ምክንያት መሳሓቂ ኣላሹ ማለት ሰሓቅ ማለት እዩ ጥዑም ለባም መታዕቢቱ ዘይርስዕ ኣላሹ ሓወይ ቋንቋ ይረክበልካን እንዴ ኣብ ውሽጠይ ግን ድኳ ገይረ ኮፍ ስለ ዘበልኩኻ ኣብኣ ተኾርሚኻ ኮፍ ምባል ይሕሸካ ምክንያቱ ፍቅረይ ይሕሸካ ሃብ ቋንቋ እዚኣ ኣነ እንዳ ንግስቲ ሓጎስ እየ ድፈልጣ እንዳ ኪዳነ ይኔ እዚኣ ኣደ በዓል ዘውዲ ነግሸይ ኣደ በዓል ኣካል ኣደ በዓል ርሻን ኣደ በዓል ምልእቱ ኣደ በዓል ሃይሉ ኣደ በዓል ዳኒ ኣደ በዓል ኤርሚያስ ሶሪ ኤርሚያስ ካ ኢለካ ኣደ ይማነ መሓሪ ኣስሄል ኩሎም እንዳ ኪዳነ ይኔ በዚ ኣጋጣሚ እዚ ኩላትኩም በብዘለኹም ጥዕና እዚኣ ከዓ ሶም እዮም ኣብታ ናይ ባስኬት ዓንቶይ እንታይ ኢለ ነይረ ጠፊኦምን እንዲዮም ኢለ ሓደ ካብኦም ግን ከም ገለ መፅለይ ብርሃነ ሓዊ ወዲ ሕምቤ ኣብዚኣ ነይራ ጉዞ ምስ ሓዋ ኣረጋይ ተፃወቲ ባስኬት እዮም ነይሮም ኤርሚያስ ወዲ ፎርማጆ እዚኦም ገለ መለ ከም ዝነበሩ ገለ ከዓ ካብቲ ናትኩም ኮመንት ከዓ ወሲደ ተንክ ዩ እንኳዕ ሓመምኩ ነዚአን ከማን ንምግላፅ ዕድል ረኺበ ማለት እዩ እዚኣ ጥቓና ዘላ ገዛ እንዳ ዶክተር እያ ዶክተር ዶክተር መን ከም ድበሃል ኣይፈልጦን እዩ ምክንያቱ ብዙሕ ኣይራኸቡን እዮም ምሳና ከምዚ ቅርብ ብዕድመ ከዓ ስለ ዝርእሰና ወዲ ዶክተር ብኸምኡ እዩ እዚአን ሪጋ እዚአን እሰን ይበሃላ ኣብ ዝነበረ ሽዑ ሙቆት ክነግረካ ይክእል ምክንያቱ ኩሉ መምስ ዕድሜኻ ይጥዑም ኣብ ዕድሜኻ ጥዑም ስለ ዝኾነ

ንሻ ነማንኤል ወዲ ሻምበል ንሕሪ ዘኪሬ ኩሉ ሻዕ ሰመራ ኣዛኒ ኣብ ርእሰይ ድመጽእ ምክንያቱ ድሕለፎ ህልኽ ብዙሕ ስለ ዝኾነ እንዳምን ኢልካ ነዛ መርዓ ኣብ እንዳቦይ ገብረዝጊ ንእግረ መንገድና ከዓ መርዓ ገብረ ኣለዉ እንዳቦይ ገብረዝጊ ከዓ ርሑስ ጋማ ንእግረ መንገደይ ከማልኦም ስለ ዝደለ ኤማ ዓወይ ግን ኣብ ዘለኻዮ ወዲ ሻምበል ዕድመን ጥዕናን ንዓኻ ዝዓርከይ ሓጉየሪ ገለ ድበሃል ነይርካ መስለኒ ሓውኻ ኣይዶነውን

እዚኣ ንእግረ መንገደይ ትኹብ ኣቢለ ክሓልፍ እዚኣ እንዳ ሓወቦይ እያ እንዳ ሓወቦይ ገረ መስቀል ገረ መስቀል ኣባጋላ እንዳ ሓወቦይ እያ እዚኣ እቶም ዓበይቲ በዓል ተኪኤ ገለ ደዕቤት በዓል እብረት ሓፍቴ በዓል ጋነሽ በዓል ደሃብ ደዕቤት ካብኡ ቀጺልና ከኣ በዓል ጆን በዓል ኣማን ኩሎም እዞም ኣሕዋተይ ሓወቦይ ሃብታም ስለ ዝኾነ መዓት ውላድ እዩ ወሪድልና መዓት ደቂ ሓወቦ ደዕቤት ገዛ እያ እዚኣ ናይ እዚኣ ታሪክ እንድሕር ደኣ ክንትንትኖ ኮይንና ግን ሰለስተ ሰዓት እውን ስለ ዘይኣኽለና እንዳ ሓወቦይ ኢለ ክሓልፋ ሕሸኒ ምክንያቱ ኣብዚ መዓት ሰብ ይድእለ ነይሩ

ኣሜሪካ ኣሎ በዚ ኣጋጣሚ ሎንግ ሊቭ። ስለምንታይ ረሲዕኻኒ ይፈልጥነ ክትከይድ ከለኻ ግን ነጊርካኒ ኔርካ እዚኣ ናይ ሄኖክ ዓርከይ እያ ምናልባት እንዳ ንሄኖከይ ሽማቡ ይፈልጦኔ Thank you ሓላፍ መንገዲ እንዳ ኣቦይ ተስፋማርያም እያ እዚኣ እንዳ ኣቦይ ተስፋማርያም እንዳ ኣቦይ ተስፋማርያም፣ ሄኖክ ተስፋማርያም፣ ምሁር፣ ካብቶም ኣብ ኣሜሪካ ከይዱ መጽሓፍ ዝጸሓፈ፣ ሓበን ናይ ገጅረት፣ እዚ እንድዒ ኣነ ክሰምዖ ከለኹ ንዕኡ ጥራይ ኣይኮንኩን ዝዝክሮ፣ ኣጋጣሚ በዚ ኣጋጣሚ ቶሮንቶ ዓርከይ እውን እዝክሮ እየ። ሄኖክ ግን ኣብ ኣሜሪካ ከይዱ ገለ መጽሓፍ ጽሒፉ ገለ ምስ በሉኒ እታ ርእሲ እቲኣ ገለ ከም ትገብርስ ገለ ንያላን ሻሂ እንዳሰተናክልና እዩ ዝዝከረኒ እዚኣ እንዳ ኣቦይ ተስፋማርያም እያ። እዚኣ እንዳ ሮማየ እያ ሮማየ ብርሃነ ሓፍቲ ኣብ ዘለኽዮ ሰላምን ጥዕናን ንዓኺ ይኹን ኣደ በዓል ሓሊ ሮማየ ይዕብየ ሓወይ ተሰውየ ሜዳ ኩሎም ከይዶም እዮም ዞም ዓበይትና በጃኻ ኢለካ ብጣዕሚ እዩ ዝስማዓካ በቃ እዚኣ ካሜራ እዚኣ እንዳ ፈለስቲ ኢና ንብላ ሰሚዕኻኒ ካሜራ ሓዘለይ እሞ ዝጎልጎል እዛ ታክሲ ትሪኣ ኣለኻ ምሽ እንዳ ምረ እያ ትበሃል እዛ ታክሲ እዚ ፊት ዘሎ ገዛ ከዓ እንዳ ኣቦይ ምረ እዩ እቲ ጥቑኡ ደሎ እንዳ ሰሎሞን ወለኪኤል እንዳ ኣቦይ ወለኪኤል ማለት እዩ ካብኣ ስግር ኢልካልና መምህር ሓጎስ እንዳ ሳማ ሓወይ እዩ እታ ኔው ስግራ ደላ ሽም ጠፊእኒ ሰብኣይ ጥዑም ሰብኣይ እዩ ነይሩ መምህር ሓጎስ ደዕበየና በዓል ሳሚ መታዕቢትና ኩሎም በዓል ዮናስ ዮናስ ካብቲ ሓደ ደይ ርሶዖሲ ኣብ ትሽዓት ማትሪክ ፎር ኣምፅኡ ተባሂሉስ ገለ ዝግረም ዝነበረ ሰብ እዩ ሕጂ ኣብይ ኣሎ ኣይፈለጥኒ ኣሜሪካ ገለ ከም ዘሎ ፈልጥ እዚ እንዳ ፈለስቲ እዩ በዓል ዮርዳ ሓፍቲ ኣብዚኤን ነረ እንዳ ፈራዳይ ድበሃሉ ነይሮም ኣብዚ ዮርዳ ሽኮር ጓል ፈራዳይ ኢና ንብላ ፅብቕቲ ዓይኒ ኣበይ ዓዲ ኣላ እኳ ይፈለጥኒ ግን እዚ ናይ መታዓቢትና እዩ እዛ ድኳን እዚኣ ከዓ ትረኣየካ ኣላ እዛ ድኳን እዚኣ እንዳ ቦይስ መላሽ እያ ትበሃል እንዳ ቦይስ መላሽ እንዳ ቦይስ መላሽ መፅኡ ዶ ይገዝእ ብፍላይ በዚ ናትና ናይ እንዳ ኤልቮሮ ከባቢ ዝነበረ ወዲ ገጅረትስ የለን ካሜራ ገምጢልካ እባ ነዛ ገዛ ሓዘለይ እዚኣ እንዳ መምህር ሓድሽ እያ እንዳ መምህር ሓድሽ ድሕሪ ኢልናስ ኣዶናይ ኢኻ ትብል ኣዶ ሓወይ ኩሉ ሻዕ ኣብ ልበይ ተዘካሪ ኢኻ ሕጂ ብሂወት የለን ኣዶናይ እዚኣ እንዳ መምህር ሓድሽ እያ እቶም ካልኣዮም መምህር ከማን ኣለዉ

ንዓ በዚኣ ኮንካ ሓዘለይ በጃኻ ኣነ ቁርብ ፀሓይ ትብርትዓኒ ስለ ዘላ በዚኣ ኮነልካ እየ እዘን ገዛ እዚአን ሕዝካለይ ኣለኻ እቲኣ እንዳ ማማ ፀሃይት እያ ኣልማዝ ሓፍተይ ሳባ ሓፍተይ ዳዓብያላ ብዓብዩ ከዓ በታ ንእሽተይ ከዓ በዓል ግራም ሓወይ ድወፅላ ነበሩ እንዳ ኤድየ እያ ማለት እዩ ሕጂ ኩሉ ናብ ዋዋንኡ ስለ ዝኾነ ግን እንዳ ዋንኡ እዚኣ እንዳ ፍስሓ እያ እዞም ፋሚሊ እዚኦም እኳ

መተሃላለኽተይ ነበረ እዚ እንዳ መምርሒ ኣድጉ እዩ በዓል ሳምሶም ክብሮም ኩሎም ብሂወት የለውን ኢና ዓል ኣቡኽ ግን ኢስያስ ኣሎ ዶክተር ከኣላ ባዕቢ እዩ ኣብዚኣ ከዓ ነይራ ሓንቲ ክርስዓ ዘይክእል ሓፍተይ ጓለማረ ንብላ ሽማ ጠፊእኒ የሩሳሌም ዋላ ገለ ጓለማረ ንብላ እዚ ከባቢ እዚ ትሪኦ ኣለኻ እዚ እንዳ ኣቦይ ፅጋብ ይድበሃል ነይሩ ቀደም እዚ በቐዳማይ ሜዳና ኢለ ኣትዮ ነይረ እዚ እንዳ ኣቦይ ፅጋብ ኢና ንብሎ ኩሉ እዚ ፊቱ ነበረ ውን እንዳ ኣቦይ ጽጋብ እዩ። እቲኣ እንዳ ኣቦይ ተኽለይ'ኣ ሓይለኣብ ድበሃል ተጻዋታይ ኩዕሶ ነይርዎም እዚኤን እዝክረን እየ እዚኤን ናይ ገጅረት እየን ቴንኪዩ ካሜራ። እዚኣ ኣነ ሙሴ ኪዳነ እዩ ዝዝክሮ ሚካኤል ከዓ ምክንያቱ ሚካኤል መሰጣ እዩ ኣብዚ ነይሮም ዓዋሓቕ ሞኬ ናይ ምንታይ ይፃወት ከም ዝነበረ ይፈለጥ ነየ እዚ እንዳ ኣቦይ ኪዳነ ኢልና ኢና ንጽውዖ እንዳ ኩስቶ ከኣ እዚ ከኣ እንዳ ኣቶ ዮሃንስ ከኣ ተለይ ተጋጌ ሓያል ሰብኣይ ጽቡቕ ሰብኣይ ምልኩዕ ሰብኣይ ነበረ በዓል ሰናይ ተደወለደ ማለት እዩ ከመይ ኮንትን ሁሉ እዛ ሕጂ እንዳ ሙዚቃ ንሪኣ ዘለና ቀደም ባርሙሉ እያ ነይራ ብድሕሪት መውፅኢት ማለት እያ ባርሙሉ ሙሉየ ደይፈልጥ የለን አ ሙሉ ደይፈልጥ የለን ሙሉየ ማለት ፍልይቲ እያ እዚ እያ ባርሙሉ ነይራ ቀደም እዚ ኖርማል ተራ ገዛ ኮይኑ እዩ ካሜራ እንድሕር ገምጢልካ ነዚኣ ሒዝካለይ ከኣ ሕጂ ቻይና ድዮም ገሊኦም ዘለዉዋ እንዳ ፈዮ እያ ነይራ እዚኣ ኣስማይ ጽብቕቲ ኣነ ኩሉ ግዜ እየ ዝዝክራ እንዳ ፈዮ እያ ነይራ እዚኣ ደንቲስታ ማለት እዩ ካሜራ ናብዚኣ ግምጥል ኣቢልካ ተሒዝካለይ ከኣ ኣሻኻ ከዓ ንፃታልና ምስ ካሜራ እዚኣ ከ እንዳ ብርጭቆ እያ እንዳ ብርጭቆ ማለት ደይፈለጥ የለን እዚኣ ታደ ዓበየት ድኳን እያ ብርጭቆ የላን ብሂወት ብርጭቆ ጻዕዳ እዚኣ እንዳ ብርጭቆ እያ ካብዚ ከኣ ናብዚ ቁሩብ ክንቅጽል ኢና እዛ ኣፍ ደገ ትርእየና ኣለና ታክሲ ሒዛ ዘላ ከኣ እንዳ ኣስመሮም ሓውያ ወይ ከኣ እንዳ ሚኪኤሌ ምናልባት ሽም ኣቦኦም ኣይሓዝክዋን ግን ኢንፋክት እንሀለዉ ኣቱ ኣኣ ኣስመሮም ሓወይ ብቀዳማይ እኳ መጺኻ ከለኻ ተራኺብና ኔርና ሚኪኤለ ሓወይ ንእግረ መንገደይ ገዛኻ ናፊቅካያ ከይትኾን ርእይ ከኣ ተብል ኣብኡ ከለኻ። Thank you ካሜራ። ናብታ ኦሪጂናል ኣብ ህይወተይ ክርስዓ ደይክእል ኣጋጂ እየ ድምለስ ዘለኹ እዚኣ እንዳ ዮሃንስ ኣስፋ እያ ነይራ ዮሃንስ ኣስፋ አ፣ ካናዳ ኣሎ ዓርከይ ወርሳት ሰረ ኣታ እታ ኮይኑ ሽሙ ዝጠፍኣኒ ሓዊ ተመስገን እታ ኮይኑ እዩ ሽሙ ዝጠፍኣኒ ዘሎ ዮሃንስ ኣስፋሃ ማለት ስፖርቲቮ ማለት እዩ ንዓይ ካልእ ኣገላልፃ ይገልፆን እየ ኣነ ፅቡቕ ስረ ገይሩ ሓፂር ኢልካ ምቻ ኢሉ ይገብር ሕጂ ካብቶም መተዓቢትና ደቁ ሓደ ንርኣዮ ኮርሳተር ነይሩ ናይ ዙላ ናይ ገለ ነይሩ ተመስገን ሓወያ ንዓይ ናይ ኩሉ ነገረይ ሕጂ ብሂወት የላን ሰኑ ቴዲ ሓወይ ዋላ ኣኪለ ኩሎም ጽላሉ ሓወይ ኩሎም ብምሎም እዚኦም ንዮሃንስ ኣስፋሃ ደይርስዖ ነገር ኣላትና ኣብዚ ገዛውቲ ኣብዚ ኣብዚ ካሜራ ናባይ ሞዝር ናባይ ሞዝረኒ እዚኣ ትሪኣ ኣለኻ ዘን ፅቡቓት ገዛውቲ ትሪኤን ኣለኻ እንዳ ኣቦይ ቴድሮስ እየን ደበሃላ በዓል ዓረቦ ሳሚ ዝበሃሉ ነይሮም ኣብዚ ዓረቦ ማለት ዓረቦ እንዳዕልካስ ኩዕሶ ማለት እዩ ብኩዕሶ ዳሓለፈ ኣብዚ ክርፍስ ክነግረካ ይከል ሽዑ ኩዕሶና ጨርቂ እዩ ብጨርቂ ኢኻ ትፃወት ዓረቦ ሓወይ ገዛ እየ ንእግረ መንገደይ ምናልባት ይጋገ ከየሉ ከዓ ባዕልኻ ኣብዚ ተፃወትናዮ ኩዕሶ ማእልያ የብሉን ዓረባ ሓወይ ንፉዕ ተጻዋታይ ነይሩ። ኣደይ ጎብር ከኣ ሴቶ ቤትድሮስ ከኣ እታ ጥዕምቲ ኢዳ ቆሪጻ ትህብ ሰበይቲ እያ ነይራ። እዚ ከባቢና ኣዝዩ እዩ ጥዑም። ካሜራ ቁሩብ ንውሽጢ እትው ተትብለለይ ደስ ምበለኒ ምኽንያቱ ብቀዳማይ ድነጸርኩዎ ነይሩ ክነጥሮ ደይግባእ ንሰብ። ካሜራ እዚ ሒዝካሉ ኣለኻ እዚ ጎነይ ዘሎ ገዛ እዚ በዓል ድላይ ሓወይ ዝዓበይሉ እዩ በዓል ዳዊት ገርክኤል ሕጂ ኣሜሪካ ኣሎ ካብቶም ጥዑማት ደቂ ገጅረት ዝበሃል ንበይኑ ዘይበልዕ እንድሕር ንበይኑ በሊዑስ ከምዚ ዝተሓነቆ ኮይኑ ዝስምዖ ኣሜሪካ ኣሎ ኩሎም ደቂ ገጅረት ከምኡ እንድዮም እሱ ከዓ ገለ ነገር ኣለዎ ሓለፋ ምክንያቱ ብዕድመ ንእሽተይ ምስ ምዃኖም እዚኣ እንዳ ኣቦይ ቴድሮስ እያ እዚኣ ከዓ እንዳ ኣቦይ ራያ እያ ኣጆኺ ሕለፊ ንዓኺ ደይኮና ነዚ ገዛ እና ንገልጾ ዘለና ኣጆኺ እዚኣ ዳዕላ እዚኣ እንዳ ኣቦይ ራያ እያ እዚኣ ከዓ እንዳ ኣቦይ ቴድሮስ እያ ቴድሮስ ታክሲስታ እዚኣ ብቀዳማይ ቁርፅ ኣቢልና ኢና ወሲድናያ እንዳ ኣቦይ ይስሐቅ ፈርማጆ እያ ኣብዚ ኣብ ቐዳማይ ቄር ዝበለትኒ እዚኣ እንዳ ጅዋና ገዛ እያ ሓዊ ሰላም እዚኣ ኣነ ካብቲ ሕጂ ዳሕራይ ዝሰማዕክዎ ለካ ሰላም ሓፍቱ ሰይቲ ምስግና ሓወይ እያ ጅዋና ሓወይ እስኻን ዋክራም ናብ ህይወት ኢደ ይርስዓኩም እንድሕር ደኣ ጅዋና ኢልካስ ዋክር ኢኻ ትብል ዋክር ተልካ ከዓ ጅዋና ምክንያቱ ካብቶም ናይ ንግሆ ብኹሉ ነገርኩም ደይርስዓኩም ደቂ ገጀራት ኢኹም ተንኪዩ በዚ ኣጋጣሚ ሰላምን ጥዕናን ንዓኹም እምነየልኩም ተንኪዩ ካሜራ ኣናይ እስኪ ንቕድሚት ሕጂ ኣብዚ ኣለዋኒ ቀደም ስዋ ድሰተኹለን ፅራይ ድሰተኹለን ካሜራ ንታሕቲ ሒዝካለይ ኣለኻ ረኣዮ እዚ ገዛውትና ኩሉ ምትእስሳር ኣለዎ ኬፍ ይልበካ በቃ እዘን እውን ብጫ ገዛ ትሪኣ ኣለኻ እዛ ብጫ ገዛ እዚኣ እዛ ፓላሶ ተላታ ምስ ቀረብና እያ ዝያዳ ትረኣየካ ምስ ቀረብካ ካሜራ ሓዘለይ ይኸይድ ኣለኹ ሕራይ እንታይ ክብለካ ደለ መስለካ ካሜራ እዚ እዛ ገዛ እዚኣ ትሪኣ ዘለኻ እዚኣ እዚኣ ቀደም መዓፅያ ነይራ ትሪኣ ኣለኻ እዚኣ ኣላ ስቲል እታ ፍሬም ኣላ ከማ እዚኣ ከዓ ከምኡ እዚኣ እንዳ ምሕረት እንዳ ስዋያ ትበሃል ምሕረተይ በዚ ኣጋጣሚ ኣደ ኪሮስ እዚኣ ከ እንዳ ኣደይ መኣዛ እያ እዚኤን እንዳ ስዋ እየን ሕጂ ናይ ኣደይ መኣዛ እያ ኣነ ዝያዳ ክዛረብ ደልየ ኣደይ መኣዛ ሓደ እዋን ደርጊ መፂኦም ሲ ደርጊ መፂኦም ሲ ክሕዝወን ምክንያቱስ ኣብ ገዛኽን ሲ ወንበዴ ስዋ ተስትያ ኣለኽን ኢሎም ንካርሸሊ ወሲዶመን ከባቢ ሽዱሽተ ወርሒ ገለ ተኣሲረን ነይረን ኣነ እኳ ብዕላል እየ ዝሰምዓ ደሓር ከመይ ጌርኪ ኣብ ገዛኺ ወንበዴ እቲ ክስዋ ተስቲ ኢሎም ምስ በልወን ዋ ስምዓኒ ኣነ እንዳ ስዋ ኢለ ኣለኒ ዋላ ከልቢ መፂኡ ስዋ ቅድሕለይ ተይልኒ ኣነ ንስዋ ቅድሓለይ ወንበዴ ይፈልጥ ኣነ ኣምሓርያ ይፈልጥ ኢሎኖ ብኸምዚ ሽዱሽተ ወርሒ ከም እተኣስራ ይፈልጥ። እዚኣ ቀደም መውዓሊትና እንዳ ስዋ እያ ነይራ። ብፍላይ ምስ ተመስገን ዮሃንስ ብዙሕ ስዋ ኢና ሰቲናላ። በዚ ኣጋጣሚ ተሜ ሓወይ ብህይወት የለን ሕጂ። ጅረት መዓረይ ኣብዚኣ ትዝክርዎ ሓደ ሰብኣይ ከዘክረኩም እየ መን እንድሕር ኢልኩምንስ ኣታ ገሊኹም ትቕድሙኒ ትኾኑ ኣቦይ መሓመድ እዩ ኣቦይ መሓመድ ሰብኣይ ኣዴ ብርሃፅዮን ዘይዝክር ሰብ የለን መቸም ምስ እንዳ ኣቦይ ገብረ ህይወት ማለት እዩ ኣቦይ ገብረ ህይወት ሻለ ኣነ ሓንቲ ነገር ትገርመኒ ኣብዚ ካንሸሎ እዚ ታሪክ ኣላትኒ ሓደ ከምዚ ምሽ ኣሎ ንኤርትራስ ከምዚ መን ስለማይ መን ክርስቲያናይ ተባሂልናስ ንረኣየሉ ኣይኮነን ዓድና እዞም ኣቦይ መሓመድ መዋእሎም ኣብዚኣ እዮም ነይሮም ሰብኣያ ደብረ ሃፅን ሰበይቶም ክስታኔት እየን ንዓይ ሶማላ ክስታና እዮም ዝኾነ ስላማይ ንዓይ ክስታና እዩ ንድኾነ ስላማይ ኣነ ከዓ ስላማይ ሕጂ ኣቦይ ገብሪሂወት ሻለይ ሓደ ነገር ኣሎ ኣነ ኩሉ ሻዕ ሰባት ክዕለሎም ድሰምዕ እዚ ኩሉ መዋእል ኣቦይ መሓመድ ምስኦም ክቕመጡ ከለውስ ሓንቲ መዓልቲ ክራይ ገዛ ክፊሎሞም ኣይፈልጡን እዮም ካብቲ ዝገርመኒ ሓደ ክልቲኦም ካብዛ ዓለም ብሞት ከይዶም ኣለዉ ከይተቀያየሙ ብሞት ተፈላለዮም ማለት እዩ እዚኣ ዓባይ መዘከርታ ኢና ኣቦይ መሓመድ ዘይዝክር ሰብ የለን ኩላትና ንዝክሮም ኢና Thank you ተዓዘብቲ እስከ ካሜራ ገምጥለለይ እዚኣ ናይቶም ኣስሊ መተዓቢተይ እንዳ ስዩም ኣርኣያ ሰለ በል ዋክር በል ጨምጫም በል ዳንኤል በል ኩሎም ብሓፈሻ ደገዮም ዘለዉ ኩሎም እዚኦም ናይቶም መተዓቢተይ ካሜራ ናብ ዝግምጥል ተቢልካለይ ከኣ ምናልባት እዚኣ ቁሩብ ንእሽተይ ናይ ስጋ ስለ ዘላትኒ እዚኣ ኣብ ጀርመን ዝቕመጥ ባሊጋ ኣለኒ ኣብ ሰማይ ድዩ ክረኽበኒ ምንታይ ግን ኣይፈልጥን እየ ሓንቲ መዓልቲ ደዊለለይ ኣይፈልጥን እየ ግን ባሊጋ እዩ ብርሃነ ራድዮ ፍትው ራድዮ ወደቤ ብርሃነ ወዲ መኣዛየ በዚ ኣጋጣሚ እዚ ራድዮ ሓወይ ከመይ ኣለኻ እዚኣ ናይ ቀደም ገዛኻ ከዘክረካ ኢለ እየ

ካሜራ ሒዝካ ኣለኻ እዚኣ እዚኣ ዶ ይፈልጥ ወዲ ገጅረት የለ መቸም እንዳ ፀሃይ ኣይጠገብ እያ እዚኣ ያ ፀሃይ ኣይጠገብ ኣዝማሪኖ ንዓለፍ ዝዓልክ እያ ጆኻ ፀገም የብሉን ሕለፍ ፀገም የለን እዚኣ እንዳ ፀሃይ ኣይጠገብ እያ በዚ ንዜሮ ኣርባዕተ ገፅና እንድሕር ተጠዊና ከዓ ዜሮ ኣርባዕተ እዚኣ ትሪኣ ዘለኻ በዓል ኣቦይ መዓሾ ኣቦይ መዓሾ ኣጆኻ ዝዓርከያ ኣጆኻ እንተኾንካ ፈሪሕኻ ምስ ሓውኻ ክትሰኣላ ኣይትኽእል እዚ ከባቢ እንዳ ኣቦይ መዓሾ እዩ በዓል ዳዊት ዓርከይ እዩ ኣብዚኦም ተወሊዶም ኣቦይ መዓሾ ፍሉይ ሓንቲ ነገር ኣላ ትገርመኒ ኣቦይ መዓሾ ደቁ ጥራይ ተንክፎ ኣለካ ድሌትካ ግብራ ይግድሾኒ ደቁ ከዓ ተተንኪፎም ጥራይ እዮም ፅኡ ተንኪፎም መፂኦም ከዓ ዕጅብ ኣይብሎኒ በዚኣ ዝኩር እየ ኩሉ ሻዕ ኣቦይ መዓሾ ቅጭ እንደኾነ ሰብኣይ እዚ ሕጂ መን ኣለዎ ኣነ ብዙሕ ኣይፈልጦን እየ እዛ ፓላሶ ተሰሪሓ ዘላ ቀደም ካንሸሎ ከም ዝነበረት መስቀል ዓርከይ ይቐመጣ ከም ዝነበረ መስቀላ መስቀላ ዓርከይ ዝዝክሮ እዚኣ ቀደም ዳስዋ እያ ነይራ ቀደም ዳስዋ እያ ነይራ እዚኣ ለመን ለመን ነርና ወደይ እናገለ መብዛሕቱ ስቲፍ ወዲ ኤልሳን ጆሲ ስንኩልን ብዙሕ ሕልኽ ደሕለፍላ እንዳስዋ እያ ንስኹም ትፈልጦ ሓኪያ ከማ ንህልዋ ኸውኒ እዚኣ ናይ ዜሮ ኣርባዕተ እያ ኣነ ካብ ዜሮ ኣርባዕተ ብዝያዳ ደቐርበ ዝነበረ ንዓይ ሚካኤል ገብረ ህይወት እዩ ኣነ ከዓ ድፈትዎ ነይርኒ ብውልቀይ ኣነ መንገሻ እየ ድፈቱ ነይረ ወይ ከዓ ኪሮስ መስፍን እየ ድፈቱ ወዲ መስፍን ዓርከይ ብጣዕሚ እየ ድፈትዎ ነይረ እዚ እንዳ በዓል ታገይ እዩ ኦኬ እዛ ሕጂ መንደቕ ትሪኣ ዘለኻ እዛ መንደቕ እዚኣ ሕጂ እዩ ገዛ መንደቕ ካንሸሎ ተቐይሩ እምበር ቀደም እንዳ ወዲ ሃፀይ እዩ ነይሩ እዚ ዮባ ሓወይ እታ ጥቃ ደላ እንዳ ኣቦይ መሓርያ እንዳ ቢንያም ዓርከይ መሳርሕተይ መዋስእተይ እያ ንዓ ካሜራ ካሜራ ንዓ ሓዘለይ ካሜራ ንዓ ሓዘለይ ካሜራ እዚኣ ጫፍ ትሪኣ ዘለኻ ሮዛ ደላታ እሳ እንዳ ኣቦይ መስፍን እያ ነይራ እንዳ ኪሮስ መስፍን ማለት እያ እዚ ግን ኣጋጣሚ መታን ንዓይኒ ትንተና ክትሕመለይ እንዳመን ምዃኑ እንዳሓተትና ኢና ክንከይድ እምበር እቶም ሽሞም ምናልባት ትደስ ዝብለኒ ግን ተደይ ርስዖ ግን ከነግረኩም እየ እዚኣ ከምዚ በዚ ዝገለፅኩልኩም እንዳ መስቀለ ዓርከ እዩ ምዕራፈይ ከማን ነይራ መስለኒ በዓል ሚካኤል ሓወይ በዓል ጆን ማለት እዩ ኦኬ ኣብዚኣ ንበጽሕ በዓል ማችስ ተዓርከይ ገለ ነይሮም እዛ ገዛ እዚኣ እንዳ መን እያ ትበሃል ነይራ ኣይዶኖ ኣይዝክራን እየ እዚኣ ከዓ እንዳ ሓትነ እያ ኣነ እንዳ ሓትነ እየ ዝብሎ ምክንያቱ እንዳ ደስ በላይ እንዳ ሕደልካስ እንዳ ሓትነ እየ ኢሳቋ ዓርከይ ንእግረ መንገደይ ንእግረ መንገደይ ከማልኦ ስለ ዝደለኹ እያ እዚኣ እንዳ ኢሳቀ እያ ሕጂ ጀርመን ኣሎ መስለኒ እንድሕር ደይድውሉልካ ኮይኖም ኣበይ ከም ዘለዉ ይትፈልጥን ኢኻ ኣብዚኣ መዓት ተኻረይቲ እዮም ነይሮም መዓት ተኻረይቲ መዓት እዚኣ ግምጥል ኢልና ተሒዝናያ ከዓ እንዳ ርእሶም እያ ነይራ ርእሶም ዓዲ ጓዕዳድ ሓውን ወዲ ኣቸቶ ኮነሬል ማለት እዩ እዚኣ ናቱ እያ ነይራ መኣዝያ ኣዕብያትና ንዓና ምስ በዓል ዮዲት ምስ በዓል ለምለም ኩሉ እዚኣ እንዳመን ነይራ ክሓትት ኣለኒ እዚ ቀደም ሕጂ እንዳ ኦሊቬሮ ዶ ስርሕዎ እዩ እዚ ወዱ ንኦሊቬሮ እዩ ስርሕዎ ቀደም ናብ ቤግርክኤል ነይሩ ካንሸሎ እዩ ነይሩ በዓል ሙሴ በዓል ዘካርያስ ተስፋ ገርግሽ ኮታ ኩሎም ዳዓበይሉ ገዛ እዩ ነይሩ ዘካርያስ እኳ መማህርተይ ኣሎ ምሳይ ኣብዚ ዳቢ ግርክ ኢሉ ነይሩ ሕጂ ትሪኦ ዘለካ ዓብዪ ህንፃ ተሰሪሐ እዩ ምናልባት ሕጂ ደይ ክትፈልጥዎ ትኽእሉ ኢኹም ግን ግልባጥ ናይ እንዳ ኦሊቬሬ እዩ እዚኣ ቅድም ዘን ቆልዐት ዘለዋ እንዳ ኣቦይ ሃይለ እንዳ ድኳን እዩ ነይራ እዚኣ እንዳ ድኳን ነራ ቀደም እዚኣ ስካላ ስካላ ነራ እታ ኣብዚ ስካላ ስካላ ነይሩ ኣቦይ ሃይለ ሽፋር ሕጂ ኩሎም ኣበይ ኣለዉ እቶም ደቆም ኣይፈለጥንይ ናብዚኣ ገምጢልካ ካሜራ እንተሒዝካለይ ከዓ እዚኦም እኳ እንዳ ኤቨን ኤዘር ኢና ንብሎም ብስራት ድያ ገለ ሽማ ፅብቕቲ ጓል ነይራቶም ብዙሓን እኳ ክሎዝ ኣይኮንኩን ምስኦም ማሚና ሓወይ ነይሩ ብዙሕ ምስኦም ርከብ ነበሮ ምክንያቱ ማሚና ንፍዕ እዩ ገዛ ገዛ ክከይዱ ክዕልል ምክንያቱ ሰስፌት ከያ ካትገብር

ጋጂ ንእሽተይ እዛ ኣብ ፊተይ ደላ ገዛ እንዳ ኣቦይ ፍስሃየ እያ በዓል ኣለማቸው ሓወይ ዳዓበዩላ ማለት እዩ በዓል ኣሰፋው በዓል ዳዊት ዳንኤል ኩሎም ማለት እዩ ዳዓበዩላ ኣብዚኣ ንዓ ካሜራ በሓዘለይ ምናልባት በዚ ኣጋጣሚ ሓደ መዓልቲ ምርኻብ ስለ ዘይተርፍ እዚኦ እንትርእየና ኣለካ እዚኣ ሜዳና እያ ነራ እዚኣ ንኣሹ ንፃወተላ መቸም ብኩሉ ክልልካ ስለ ትፃወት ኣብዚ ሕጂ ብሂወት የለን የሴፍትኩ እታ ፀግዒ እታ ፀግዒ ደላ ትሪኣ ኣለካ እሰይ ኣታ ልዕሊኣ ዘላ እንዳ ኣቦይ ሃይለ እያ ነይራ እንዳ ሙልጌታ ኢና ንብሎ ነርና ሕጂ እኳ ኣብያ ኣሎ ይፈልጥኒ እዚኣ እንዳ መብራህቱ እምባ እየ ንዓይ እኳ ኣኮይ ይብፅሓኒ ኣቦ በዓል ተስፋለ ፀጋይ በቃ ሕውስ እዚኣ ኣላትና እንደ ሕማቕ ጸጋይ ኣሜሪካ ኣሎ ተስፋለት ኣሜሪካ እዩ ዘሎ ዓበይቲ እውን ኣለዉ እ፣ ኩሎም እቶም ዓበይቲ የለውን ሕጂ ብሂወት ግን ቅርሲ ስለ ዘይጠፍእ ትገዛ ኣለዉ ማለት እዩ ተንኪዩ ካሜራ ናብዚኣ እንድሕር ተገምጢልካለይ ቀደም እዚኣ ናይ ማሕበርና ገዛውቲ እያ ነይራ እዚኣ ናይ ማሕበርና ገዛውቲ እያ ነይራ እንዳ ኣቦይ ቀላት እያ ነይራ በዓል ስቲፍ ገለ ዳዓበይለ እያ እዚኣ እዚ ብድሕሪኡ ስለ ዝተሰርሐ ይፈልጦን እየ እንዳመን ከም ምዃኑ

ቦርቼረ ንፉዕ ቦርቼረ እዩ ነይሩ ኣብዚ ኮለጃ ላሳለ ንፉዕ ቦርቼረ ነይሩ ወደቦ ይወስኽሉ ወደቦ ይተሪ ወደቦ ይተሪ ደኣ ወደቦ ይተሪ ኩሎም ሓዋዊሶ እዮም ግን ኩሎም ኣብቲ ላይን እዮም ዘለዉ ሽግሽግ ስለ ዝኾነ ምስ እንዳ ኣቦይ ተስፋ ማርያም ሓዊስካ ማለት እዩ እዛ ትረኣየካ ዘላ እንዳ ቱኩ እያ እንዳ ጅራየ ጅራየ ብሂወት የላን ሕጂ ንዓ የሴፍ ይዓርከ የሴፍ ከማን ብሂወት የለን ኩላትና ክንርከቦም ኢና እሶም ኣይመፁናን እዮም ንሕና ክንከዶም እዚኣ እንዳ መብራህቱ እምባየ ሰብኣይ ኣልዲ ለምለም ንዓይ እኳ ኩሉ ድብፅሓኒ በቦኦም በዲኦም ብኩሉ እዮም ድብፅሑኒ ፀጋይ ተስፋልደት ኩሎም ብምሎም ዓበይቶም ንኣሽቶም ናብዚ ከዓ ክንመፅእ ኢና እዚ ከዓ እንዳ ተስፋ ሚካኤል ገብረ ሚካኤል እዩ ዝበሃል በዓል ፅገሬዳ ክብሮም ኣብርሃም ኣብርሃለይ ኣማኒኤል ምብራቕ ኮታ ኩሎም ዘመተ ዓሌት ኣታወዲ እቲ ናይ ምፍልላይ ግዜ ምስ በዝሐስ ዋላ እቲ ይተሓዋወሰካ እዩ ኩሉ ኣብርሃም ሓወይ ግን ኣይርስዓካን እዩ ኔቨር ኤቨር ኣይርስዓካን እዩ ምክንያቱ ክርስዓካ ኣይክእልን ቴንክ ዩ ኩሉ ሰላም ንዓኻ እዚኣ እታ ዳዓበኻላ ገዛ እያ ቴንክ ዩ ቴንክ ዩ ኣብሪሂም ሓወይ ቴንክ ዩ ገዛኻ ብውሽጢ ይርእየካ ኣለኹ መታን ገለ ተዘክሮታት ናፊቕካ ተመጻኻ ኢለ ኢለ ርእየካ ዘለኹ ቴንክ ዩ ጽጋዓፍተይ ትርእያ ኣለኺ ምሽ ብራቮ በቃ ኣራይ ተንኪዩ ተንኪዩ ኩሉ ሻዕ ዝናፈቐኩም እዚኣ ኸ ኣዛ ና ድኳን እዚኣ ሓዘለይ ድኳን ኣይትሕለፈኒ እዚኣ ርኢኻ ኣለኻ እዛ ና ድኳን እዚኣ እንዳ ኣቦይ ብፃሕ ኣምላኽ እያ ትበሃል ተዕለይ ቦቢ እንዳ ኣቦይ ብፃሕ ኣምላኽ እያ ትበሃል እዛ ድኳን እዚኣ ኣነ ኣብ ክተት ከለኹ ደቂ ደቲ ዓበይቲ ድኳን እያ ኣማንኤል ሓወይ ሕጂ ኣበይ ዓዲ ኣሎ ይፈለጥኒ ጁባሊ ግን በዛ ኣፍሪቃታት ኣሎ ዳቦይ ብጻ ኣምላኽ እዚኣ በዓል ስምረት በል ኩሎም ኣነ ክርስዖም ደይክእል ፈጺምካ ካብ ዝወፁ ደይክእሉ ደቂ ኢለ ተዓብዩ ንሕዋት እዮም እዚኣ እንዳ ኣቦይ ብፃዕ ኣምላኽ ሓደ መዓልቲ ብሰላም ተኣኻኺብና ንዕሉ ኣለኹን እንሻላ ኣብርሃም ኤማ ሓወይ ምእንቲ ክትናፍቆ እየ ዝገዛውቲ ደርእየካ ዘለኹ ብፍላይ ከዓ ኣብ ሬማ ወተስፋ ሚካኤል መታን ዘኪርካ ክትመፅእ ፅገሬዳ ንኩላትኩም እየ ዝዛረብ ዘሎ ክትመፁ ከለኹም ከዓ ሃይ ሃይ ሲ እንታይ ፀገም ኣላታ

ንሕና እውን እንዳዓበናሉ ቅጫ ዝበላዕናሉ ገዛ እዩ ሕጂ ግዜ ደየምፅኦ ዶ ነገር ስለ ደየለ ኣልዕርፊ ዶ ፎድዓ ግን ናወተካ እዩ እዚ እዚ እንዳ መሰረት ጋራጅ እዩ እዚኣ ሓዘለይ ካሜራ እዚኣ እዚኣ ኣብኣ ኮንካ ሓዘለይ እዚኣ እንዳ ቦይ ተወልደ እያ እንዳ ጆርጆ ዓርከይ እንዳ ዘውዱ ድዱ እንዳ ዛይድ ሓፍተይ ኣብዚ ነይሩ ሰሓቅ ቀደም ምክንያቱ ካብቶም ኣስለመታ ዓብይተዮም ሕጂ እዚ ሙዚቃ ንሰምዓሉ ዘለና ከባቢ እዚ ከባቢ ናይ ባርጊ ጅረት ኮይኑ ንክሻሞ እንዳወረዲ ኣብዚ ከዓ ንእንዳ በዓል ወዲ ለባሲ መገዲ መኸዲ እዩ እዚ ሕጂ እና ሙዚቃታት እዩ ዘሎ ቀደም በዓል ወደ በራ ሓወይ ዳዕበይሉ ገዛውቲ እዩ እዚ ካብኣ ቅፅል ኣቢልና ከዓ እዚ እንዳ ግራዝማች ብርሃነ እዩ እዚ በዓል ይርጋ ሓፍተይ ዝዓበየ ኣሎ ማለት እዩ ይርጋ ሰይቲ ወዲ እቲ ዓርከይ ኣደ የስሮም ኣብዚኣ ነይራ እዚ ኣነ ነታ ጓል መን እዮም ዝብልዋ ነይሮም ኣይዘክራኒ ጓል ኣይ ዝዘክራ ኢለን ትበሃል ነይራ እታ ጓላ ሕጂ ኩቡራት ተዓዘብትና ንእንዳቦይ ለባሲ ገጽና ንእንዳቦይ ገረኹስቶስ ገጽና ኢና ንኸይድ ደለና በተርፊ ኤለይ ክዝክራ በዚ ኣጋጣሚ እዚ ዳዓበናሉ እዩ በቃ እዚ ኣጆኻ ዝዓርከይ ከም ካሜራ ኣይትህደም ኣጆኻ ስእሊ ይኮነ እዚ ዳዓበናሉ እዩ እዚ እንዳ ባዕሎ ቤግራዝማች ዝበልክዎ እዩ እቲ እንዳ ቤጎሮ ክርስቶስ እያ እዘን ማካይን ዘለዋ በዓል ኤልሳ ኩሎም መታዓቢትና እዮም ተርፊኤለይ በቃ ንዓይ በቃ ዳርጋ ኣደይ እያ ነይራ እዚ እንዳ ዶክተር ኢና ነርና ፋርማሲ ድዩ ገለ ነይርዎም በዚ ከተማ መስለኒ ኣይደኖ ብዙሕ ኣይዝክሮን እየ እዚ እኳ እንዳመን ገዛ ምዃኑ ብዙሕ ኣይፈልጦን ዘለና ግልዲ ገለ እዩ መስለኒ ሕጂ እታ ናይ መጨረሻ ድኸደን ገዛውቲ ኣነ እኳ ክፍሊ ትምህርቲ ኢለ ዝፅውዓ ምክንያቱ ኩሉ እቲ ገዛ ሙሁር እዩ እንታይ ዓይነት ርእሲ እዩ ዘሎ እቲ ገዛ ኣይፈልጥን ኩሉ ሰብ ኩሉ እቲ ገዛ ብትምህርቲ ደበለ እዩ ግን ናይ ኣጋጣሚ ሕጂ ካብቶም ኣዕሩኽተይ ዋላ ሓደ የለን ኣብዚ ምክንያቱ ኩሉ ሳላ ስደት ከምዚ ኣቐዲመ ዝበልኩ ተተመዝሓ ይኸይድ እዩ እዚ ሕጂ ዝኸዶ ዘለኹ ፅርግያ ወይ ማርሻ ቤዲ ከምዚ ተራ ዕላል ኣይኮንኩን ዘዕልል ዘለኹ ገለ ፊሊን ኣለዎ ጣዕማ ሓወይ ዝዝከረኒ ብዚ ክበፅሕ ከሎ ብስርዓት እዩ ጣዕመ ዝዝከረኒ ጣዕሚ ሓወይ ጣዕመ ለባሲ እዚኣ እንዳ ለባሲ ገዛ እያ ባዕሊ ኤማ ውድዕ ቤት ኤማ ሓወይ ገዛኻ ትሪኣ ኣለኻ መቸም እ እንተ መጺኻ ብ ዓንሰብ ከፊትና ክነኣትዋ ኢና ተደይ መጺኻ ግን ስጋዕ ትመጽእ ክትሪኣ እዋእ ምርኣይ ምእማን ስለ ደኾነ ንኹሎም ደቂ ለባሲ በዚ ኣጋጣሚ ኣድማስ ትኹን ኩሎም ብምልኦም በዚ ኣጋጣሚ በዛ እንዳ ለባሲ ይገልጽ ኣለኹ እንዳ ለባሲ ማለት ዓብዪ እዩ ካብ እንዳ ለባሲ እናላሓይፍካ ከዓ እንዳ ገብሪ ህይወት ተኽለ ኢኻ ትረኽባ እንዳ ገብሪ ህይወት ተኽለ ማለት ከዓ እንዳ ጎልፎ በቃ ገብሪወት ማለት ንዓይ ከምዚ ከምዚ በቃ እሺ እንታይ እሞ ሓያል ሰብኣይ እየ ድማ ምክንያቱ እ፣ እ፣ ናይ እንዳ ለባሲ ከተድንቕ ጸኒሕካ በዓል ለባሲ እንድዒ እንታይ ዓይነት ኣቦታት እዮም ነይሮም ኣይዶኖ ፈጸም ኣይክልኒ ሓያላት እዮም እንዳ ገብሪወት እንዳ ጎልፈኻ ኣብዚኣ መቸም ኣውደ ኣመት ቅዱስ ዮሃንስ ኮይኑ ድዩ ዋላ ልደት ኮይኑ ድዩ ካብዚ ኣብ ጎልፎ ደይ ገዛ የለን ሓንሳብ ካሜራ ጠው ክነብላ ካብቲ ሓደ ሓደ ዓርከይ በዓልቲ ቤቱ ካብ ካናዳ እያ ደዊላትለይ ጸኒሓ ኣጋጣሚ ኣነ ከምሳት ኣይመሰለንን ንእሽተይ ነገር ኢለ ሓሲበየ ግን ሰይቲ ወዲ ከንቲባ ዓርከይ እያ ደዊላትለይ ጸኒሓ ካብ ካናዳ ሽወ ዝለኣኽክለይ ኩሉ በጺሕኒ ተንኪዩ ክብረት ሃብ ኪነተን ደቀይ ሰዓምለይ ሓደ መዓልቲ ከኣ ተኣኻኺብና ኤማ ደሎ ምሳሕ ንምሳሕ ንኸውን ኣብ ኣስመራ ወይ ከኣ ኣብቲ እንዳ ኣቦይ ከንቲባ ኣዳራሽ ማለት እዩ። ሐራይ ኩቡራት ተዓዘብቲ እዚ ኩሉ ክንብሎ ዝጸናሕና እንዳ ለባሲ እዩ እዚ እንዳ ገብሪሂወት ተኽለ እዩ ሓዘለይ እስኪ እዚ ፓላሶ እዚ ሓዘለይ እዚ ዓርኩ እዩ እዚ ትርእይዎ ዘለኹም እዚ ሊንያ እዚ በዓል ጠዓመ ሓወይ ዝወጽኦ ዝነበረ ገዛ እዩ ግን ኩላትካኹም እዩ። ትፍጠር በብመዓልትኻ ካኣ ትኸይድ ስለዝኾነ ተፋላሊና ኢና ኩላትና ገለ ንስደት ገለ ንሞት ንሎሚ ኣብ ዝኣኽለኒ መስለኒ ናይ በቀዳማይ ታክ ቅጽላ ስለዘላትኒ ክቡራት ተዓዘብቲ ሽኮርያ ኣውዲቃትኒ ነይራ ኣጋጣሚ ክንኮልል ስለዝወዓልናስ እኽሊ ግዲ ደንጎየያ ኮይነ ብኾመያ እዚኣ እንዳ ኑራይ ሓወያ እዚኣ እዚኣ ኑራይ ኑራይ ዘይፈልጦ የለን ኑራይ ዓርከይ እዚ ስጋዕ ኣብዚኣ ትተረፍ ካልእ መዓልቲ ክንቁጽሮ ኢና ምስ በዓል ማይ ወላኹ ጌርና ማይ ወላኹ ከኣ በዓል ሃይለማርያም በዓል ጎተራ ገለመለ በዓል ፊንጥራዕ ገለመለ እዚ በዓል ካራቴ ኩላትኩም ድርሳዕክዎ ከይመስለኩም ክትንትን እየ ናትኩም ምኽንያቱ ክንደይ ኢልና ተኻራፊስና ብ ኮሎጆ ላሳለ ኮንጎ ሓወይ ግን ኩሉ ሻዕ እየ ዝናፍቐካ ስለምንታይ ይናፍቐካ ከማን ኣይፈለጥናይ እግርኻ እየ ድናፍቓ ማለት እዩ ሕጂ ኣሎ ሕጂ እንታይ እየ ክብል ደልየ ንማይ ወላኹ እውን ብሪግኡ ሃይለማርያም ሓወይ ለሎ ወዲ ባር ማይ ወላኹ ንኹሉ ክትንትኖ እየ ናይ ሃይለማርያም ኩዕሶ ኣይርስዖን እየ ምኽንያቱ ናይ ማይ ወላኹ ተጻወቲ ክስቶም ክስቶም ኢልካ ትፈልየሉ ኣይኮንኩን ኣትየ ብጉብእ ኣገባብ ጌረ ማይ ወላኹ ኣትየ ክገልጾ ንሎሚ ኣብ ዝኣኽለና ኣብ ሰሰና የራኽበና ኣብ ናይ ማይ ወላኹ ፕሮግራም እንድሕር ዳኣ ተራኺብና ከኣ ጽቡቕ ኣጋጣሚ ይብል ብጣዕሚ የደፍቅረኩም ኤርትራውያን ያኽ ሰናይ በዓል ናጽነት ግበረልና ናብ በዓል ናጽነት ንቀራረብ ስለ ዘለና ኤርትራ ንዘላኣለም ትንበር ንዓኹም ካኣ ዕድመን ጥዕናን ሃብኩም ኣነ ካኣ ምሳኹም። ሰላም ማልቲ ሚድያ ካኣ ረኤዋ እሞ ንዓይ ንዓይ ንወዲ ዑቕቢት ሓውኹም ካብ ገጅረት ሓሊፋሲ ምሳኹም ኣራኺባ ከምዚ ጌራ ክንድዚ ዓይነት ናፍቖት ደጋላለጸትና ካኣ እቲ ላይክ ሼር ኮመንት ምሃብካ ኣይትሕመቑ ሃቡለይ ንዳንኤል እቲ ኮመንት ዳንኤል ንዓይ ክነግረኒ ቴሌፎን ደደዊሉ ፕሊስ ድጎደለ ንሕር ኣሎ ግን ክምልኦ ድልዌ ሰሰናዩ ታንኪዩ ርሑስ በዓል ናጽነት ትግበረልና